ጸጋ ጎይታ ናስ ክርስቶስ ትፈልጡ ኢኹም እሞ ምስ በሎም ንስኻትኩም መታን ክትህብትሙ ኢሉ ስለኹም ድኻ ኮይኑ ኣይገርምን ሃብታም ክንሱሲ ድኻ ኮይኑ ንመን ክህብትም እስከ ኣነ በሉ። ብኻልእ ኣዘራርባ እንታይ እዩ ዘሎ? የሱስ ሃብታም ነይሩ ድኻ ዝኾነስ ንስኻ ድኻ ነርካ መታን ክትርክብ እዩ። ምድራዊ ክኩን ዘለኹ መንፈሳዊ እዛ ዘለኹ የሱስ ሃብታም ነይሩ ድኻ ኮይኑ ኢሉ መጽሓፍ ቅዱስ ሃብታም መዓስ ነይሩ ተልካ የሱስ ኣምላኽ እንድሕር ዘይኮይኑ ሃብታም ክኾን ኣይክእልን እዩ። ኣምላኽነት ኣምላኽነቱ ሓዲጊ መጺኡ ብድንግል ማርያም ናብዚ ምድሪ ከይመፀ እኮ እንተሪኻዮ ሰማይ ምድሪ ትሕቲ ምድሪ ዘሎ ኤቭሪቲንግ ናይ መን እዩ ፍጥረት ኩሉ ናይ መን እዩ ናይ የሱስ እዩ ዛስዋይ መፅሓፍ ቅዱስ ሃብታም ክንሱ ድኻ ኮይኑ ዘሎ ሰብ ኮይኑ ምስ መፀ ማለት እዩ ደሓር ሰብ ኮይኑ ምስ መፀ ግን ክስዕበካ ተበለ ሓደስ ዋ ኣዕዋፍ ሰፈር ኣለወን፣ ወኻሩ ጉድጓድ ኣለወን። ኣነ ዘፀግዐላ ገዛ ርእሰይ ዘፀግዐላ ገዛ የብለይ ደቀምጣ ስዕበኒ ትብል ኣለኻ ገዛ የብለይ ኣነ ክኢልዎ ኣይበለኹ ወዲ ሰብ ግን ዘፀግዐላ ርእሱ ዘፀግዐላ ቤት የብሉን ወላ ሓንቲ የብሉን ክስዕብ ከለኻ ሰው ይሃስዕ የሱስ ኵሉ ናቱ'ዩ፣ ኣብ ጅብኡ ገንዘብ ኣይነበሮን፣ ገንዘብ ክድሎ ከሎ ግን ኪድ ጴጥሮስ ነታ ዓሳ ኣብ ቢትካ ናተይ ናትካን ግብሪ ክፈል ኢልዎ። ካበይ ኣምጺእዎ እቲ ገንዘብ? ካብ ዓሳ። ነገር ግን እየ ዝብለልኹ ኣነ ሕጂ የሱስ ድኻ ዝኾነ ንስኻትኩም መታን ብድኽድኽነቱ ክትህብትሙ ኢሉ ተሓጎስ። እስከ ሃብታም እየ በሉ። ኣማኒ ብጣዕሚ ሃብታም very rich በቃ ብምድራዊ ነገር ብዙሕ ነገር ክጎድለልካ ይኽእል፣ ክመልኣልካ ይኽእል፣ ማእከላይ ናብራ ህይወት ክህልወካ ይኽእል ብዘየገድስ። ብመንፈሳዊ ነገር ግን ድኻ ዝበሃል የለን ኣማኒ፣ ሃብታም እዩ ኩሉ። ነገርኩም ኣለኹ ብመንፈሳዊ ነገር ኩሉ ዝተመኒ እንታይ እዩ? ኩሉ ሃብታም እዩ። ነገር ግን እብለኩም ኣለኹ ሃብታም ምዃኑ ዘይፈልጥ ኣማኒ ኣሎ። ሃብታም ተባሂሉ ሃብቱ እንታይ ኮን ምዃኑ ዘይፈልጥ ከኣ ኣሎ። ሃብቱን ሃብታም ምዃኑን ፈሊጡ ሃብቱ ከኣ ንኻልኦት ሸር ዘይገብር ከኣ ኣማና ከኣ ኣሎ። ካብ ሓዲ ሓዲና ንሕና እዩ። እንተ መጽሓፍ ቅዱስ ግን ንሱ ሃብታም እዩ ግን ድኻ ኮይኑ ንምንታይ ኢሉ ንስኻትኩም መታን ብድኽነቱ ክትህብትሙ እረ ኢየሱስ ድኻ ዝኾነ መታን ክትብትን ኢኻ ዛስፋን ሰብ ቆሮንቶስ ሃብታማት ተባሂሎም እንቋዕ ሰብ ቆሮንቶስ ቀዳማይ ቆሮንቶስ ምዕራፍ ኣርባዕተ ምዕራፍ ሓደ ጥቕሲ ኣርባዕተ ከድም ጀሚርኩም እንታይ ዝብለሎ ብክርስቶስ ኢየሱስ ኢልዎም ብቃል ብፍልጠት ብኩሉ ስለ ዝሃብተምኩም ስለኹም ንኣምላኽ የምስግና ኣለኹ ኢልዎም ተቓልቲያ ትብለላ ቀዳማይ ቆሮንቶስ ምዕራፍ ሓደ ጥቕሲ ኣርባዕተ ኣነ ከምቲ ምስክር ክርስቶስ ኣባኻትኩም ዝጸንዐ ስለቲ ብክርስቶስ የሱስ ዝተዋህበኩም ጸጋ ኣምላኽ ብኹሉ ቃልን ብኹሉ ፍልጠትን ብኹሉ ብኡ ስለ ዝሃብተምኩም ኩሉ ሳዕ ብዛዕባኻትኩም ንኣምላኸይ የመስግን ኣለኹ። ንስኻትኩም ብጣዕሚ ርች ኢኹም ኢሎም በቃ ብቃል ሃብታማት ኢኹም፣ ብፍልጠት ሃብታም ኣትኹን፣ ብኹሉ ሃብታም ኣትኹን ኢልዎም። ስለዚ የመስግን ኣለኹ ስለኹም ንኣምላኽ ኢሉ። ከምዚ ዝዓይነት ናይ ኣምላኽ ሰባት ሃብታማት ተባሂሎም ተጻሒፉ ዘሎ ማሕበር ኣምላኽ ብሙሉ ኣታተ ቆሮንቶስ ልኩም ኣለኹ። ግን ነዚ ውህበት እዚ ዝገልጽ ነዚ ውህበት እዚ ዘንጸባርቕ ነዚ ህይወት እዚ ዘካፍል ህይወት ኣይነበሮምን። መንፈሳዊ ውበት ሰሪሕካ ተምጾ ኣይኮነ፣ ጸሊኻ ተምጾ ኣይኮነ፣ ብክርስቶስ ምስ ኮንካ ትዋህቦ እዩ፣ ትሕተሞ እዩ፣ ትዋህቦ እዩ ኩሉ። ገለ መንፈሳዊ ነገር ሕጂ ኣባይ እንድሕር መጺኡ ኦልሬዲ ተዋሂበዮ ዝነበርኩ እዩ። ሒዝኩም ኣለኹም ስለ ዝጸለኹ ሓድሽ መንፈሳዊ ውህበት ኣይዋህብን እየ መቸም ብክርስቶስ ምስ ተቐበልካ ንየሱስ ምስ ተቐበልካ ኩላህና መንፈሳዊ ነገር ተዋሂብና ኢና ኩልና ግን እቲ መንፈሳዊ ውህበት ህጂ ንዕኡ ዘባላሽ ንዕኡ ዝድውን ንዕኡ እ ካበር ዝገብር ግን ህይወት ሰብ ቆሮንጦስ ቀዳማይ ቆሮንጦስ ብዛዕባ ይዛረብ ጥራይ ስለዚ እምበኣር እግዚኣብሔር ንመለበሚና መጽሓፍ ቅዱስ እንተ ብጽቡቕ እንተ ብሕማቕ ኣብነታት ኣብ መጽሓፍ ቅዱስ ዘለዉ ንዓና ካብ ተዋህበና ሰብ ቆሮንጦስ ከም ማሕበር ንዓና ተዋህበና ብርጅት እማ ካብ ሰብ ቆሮንጦስ እንታይ ኢና ንመሃር እጂ እዚ ተዋሂቦም ትብል ኣለካ ኣብርሃም እንታይ ደኣ እቲ ዝነበሮም ፕሮብሌም ሕጂ ዝግበር ዘሎ እዩ ኣብ ቸርችና ክግበር ክእል ካብ ቸችና ወፃእ ዘሎ ኣሕዋት ኣብ ዝኾነ ከባቢ ዘለዉ ክግበር ይኽእል እዩ። ቀዳመይቲ እምበኣር ፕሮብሌም ቀዳመይቲ ናይ ሰብ ቆሮንቶስ እንታይ እያ? ዲቪዥን ምፍልላይ። እዞም ከምዚ ዓይነት ውህበት ማእለያ ዘይብሉ ሓይሊ ማእለያ ዘይብሉ ጊፍት ዝተዋህቡ ተማሓሩ ኣምላኽ ዲቪዥን ምፍልላይ መፅኡ ኣብ ክንደይ ተመቂላ መስልኩም ኣብ ኣርባዕተ ግብሪ በቲ ዘለዉ ናብዚ በቲ ስንፍና ትላለፍ ገሊኦም ናይ ጳውሎስ ኢና ኢሎም ገሊኦም ናይ ጴጥሮስ ኢና ኢሎም ናይ ኬፋ ገሊኦም ናይ ኣጵሎስ ገሊኦም ከዓ ናይ ኢየሱስ ኢና ኢሎም መጽሓፍ ቅዱስ እዩ ዝምህረና ዘሎ እኮ ናይ ወልዳይ ናይ ካሕሳይ ዝበሃል የለን ናይ ክርስቶስ ሰሚዕኹምኒ? ኣብዚ ኣለና ንኣብነት ኣገልገልቲ ዘለና ናይ ኣብርሃም እየ ናይ ሙሴ እየ ናይ ሳሚ እየ ናይ ፓስተር እየ ናይ ምስጉን እየ ናይ ሳ ናይ መንግስት እየ ናይ ምኪ ዝበሃል ቋንቋ የለን የለን ብሩኻት ማሕበር ኣምላኽ ግን ብከምዚ ዓይነት ተዓይ ከም ዘላ ግን ንስኹም ትፈልጡ ኣነ ፈልጥ እንተዛ ማሕበር ኣምላኽ እዚኣ ግን ብዲቪዥን ተፈሊጣ እቲ ህዝቢ'ሲ ናይ ኣጵሎስ ዘይተሓደ ናይ ጳውሎስ ኣነ ዝገርመኒ ሰብ ቆልኤ ከም ሰብ ቆልኤ ንኹን እስኪ ሰብ ከም ቆልኤ ሰብ ቆልኤ መጺኦም ብጣዕሚ ጸሊኦሞ ሸም እዚ በቃ ንማሕበር ኣምላኽ እዚሲ ዘሕፍር ነገር ኢሎም እዛ ኩላ ሰብ ሱቕ ኢላ ኩላስ ምሉቕ ኢሎም ከይዶም ንጴጥሮስ ንጳውሎስ ኣብ ቸርች ብጣዕሚ ሕማቕ ነገር ዘሎ ይህ እንታይ ርኢኻ እንታይ ክንኩም ምምቕቓል ኣሎ ኣብ ውሽጢ ኢሎም እንታይ ምምቕቓል ኣሎ ገሊኦም ናትካ ብሉ ገርም ናይ ጴጥሮስ ይብሉ ገሊኦም ናይ የሱስ ኢና ኢሎምሲ እታ ቸርች በቃ ስብርካ ኢሎም ስኢና ኢና ንኣቱ ንወጽእ ዘለና ዋ ሰሚቱ እዚኦም ሕጂ በዚ ሕጂ ዘለና ጀነሬሽን እሞ ማለት ነው ሓሰውት እዮም ዝቁጸሩ ሰብ ቆልኤ ግን ቁንዓት እዮም ድቪዥን ኣብ ማሕበር ኣምላኽ ዘሎ ዝጸልእዎ ናይ ኣምላኽ ሰባት እዮም ድቪዥን እዮም ከይዶም ንጳውሎስ ስለ ዝነገርዎ ለኾነ ኹን ሕጂ ከድካ ተነጊርካ ዋ ሙሴ ኣብ ቸርች ከምዚ ኣሎ እንተልዮ እቲ ዝገበሮ ሰብሲ ኣነ ስለ ዘብጻሕክዋስ ኣነስ ሓሳብ ቁጸር ክፍኣት በዓል ገይርኹ ንሱሲ እወ ሓቅኻ ምስ መጾ ሙሴ ስዑ ወይ ሽማግለ ምስ መጽዎ እወ ሓቅኻ ሓቅኻ ተጋግየ ክንዲ ዝብልሲ ኣነ ብምንጋረይሲ ከም ሓሳብ ቁጸር ኣነ ሰብ ቆሬ ግን ከም ሓሰው ዲኮኑ ንቁጸሩ ብለኩም ኣለኩ ማሕበር ኣምላክ ትባላሾ ኣላ ዲቪዥን በቃ ተማቃቂልና ከምዚ ኢልናስ ናይ ክርስቶስ ክንከውን ኣይንክእልን ኢና ኢሎም መጺኦም ነጊሮሞ እቲ ዝሕዝን ነገር ክነግረኩም እየ ኣብ ማሕበር ኣምላክ ዲቪዥን እንድሕር ሃልዩ ብለኩም ኣለኩ እዚኦም በዞም ኣገልገልቶም ተመኪሖም እዮም ምዕራፍ ሰለስተ ከድኩም ተሪእኹማ እንታይ ትብል ኣላ ምዕራፍ ሰለስተ ቀዳማይ ቆሮንቶስ ምዕራፍ ሰለስተ ጥቕሲ ዕስራን ሓደን ዕስራን ክልተን ጳውሎስ ወይስ ኣጵሎስ ኬፋ ኮነ ዓለም ኮነት ህይወት ኮነ ሞት ኮነ ዘሎ ኮነ ወይ ዝመጽእ ኩሉ እናታትኩም እዩ እሞ ሓደ እኳ ብሰብ ኣይመካሕ ሪኣ ዘላ ሪዋ ንስኻትኩምሲ ናይ ክርስቶስ ዳኣ ኢኹም ክርስቶስ ከዓ ናይ ኣምላኽ

ንሕና ካሪዝማቲክ ኢና፣ ንሕና ከምዚ ኢና ኢቪል እዩ ዝበቃ ብኢቪል እዩ እዚ ብክፉእ እምበኣር እንድሕር ምምቕቓል ሪኢኹም ኣብ ማሕበር ኣምላኽ በቃለኹም ቀዳማይ ቀዳማይ እቲ ሰብ እቲ ስጋዊ እዩ ስጋዊ ኢኻ በልዎ ስጋዊ እዩ መንፈሳዊ ዘይኮነስ እንታይ ይብል ስጋዊ እዩ ካብ መንፈሳዊ ሲ ክትምዕዶ ኣይከኣልን እዚ ከምዚ ዓይነት ሰብ ብዲቪዥን ዝመላለስ ሰብ ብዲቪዥን ዝመላለስ ማሕበር ኣምላኽ ምለከልኹም ኣቶም ሰባት እዚኣ እኮ ብደሞ ዘጥረያ ማሕበር ኣንበር ናይ ዕቁብ ኣይኮነትን ናይ ደቂ ዓዲ ኮነትን ናይ ደቂ ከባቢ ኮነትን ናይ ገለ ኮነትን እኮ እዚኣ እኮ ካብ ኩሉ ብክርስቶስ ብምሕረቱ ዝተፀዋዕናያ ኢና እኮ ሕጂ ምፍልላይ ደኣ እኮ ክንደይ ዓመት እኮ ምባልና እኮ ተጠቂምናሉ ኢና እኮ ነብረሉ ኔርና ኢና እኮ ተደልዩ ዘሎ ናብ ቸሽ ምስ መጻኻ ግን እቲ ዩኒቲ ዝበሃል ከመይ ጌርካ ኣብ ህይወትካ ተንጸባርቆ እምበር ምፍልላይ ደኣ ተመኩሮ የድልየናን ምስ መንነትና ነይሩ እንዴ መንነትና ነይሩ እንዴ ኣብ ስድራቤትና ትካ ምፍልላይ ብገለ ገለ ኣብ ከባቢኻ ብጎደቦ ብዞባ ብፍልልይ ብገለ ኔርናዮ ኢና እብለኩም ኣለኹ። ሕጂ ዝድለ ዘሎ ማሕበር ኣምላኽ ኣዜ ክርስትያን ዩኒቲ እንተ ዲቪዥን ግን ስጋዊ እዩ። ድሓር ከኣ መሊሱ ከኣ እንታይ ይብሎም ኣሎ ኣብ ጥቕሲ ዓሰርተ ሸሞንተ ዕስራ ኣብዚ ናይ ቀዳማይ ቆሮንቶስ ማለት እዩ ምዕራፍ ሓደ ክርስቶስ ዶ ተመቒሉ ኢልዎም ኣብ ማሕበር ኣምላኽ ዲቪዥን እንዳሃለወ ስቕ ኢልካ እንተድኻ ወይ ከኣ ነቲ ነቲ ዲቪዥን ተራ ዘለካ ሰብ እንድሕር ኮንካስ ንክርስቶስ ኢኻ በቃ ምቕልቅል ተብሎ ዘለኻ ክርስቶስ ዶ ተመቒልልኩም እዩ ኣልግብ ኣቢልካ ጳውሎስ ጳውሎስ ዶ ተሰቒልልኩም እዩ ሃይዎ ዋ ንዘይሞተልካ ነዚ ተሰቐለልካሲ ከመይ ጌርካ ኢኻ ኣነ ምስኡ ክሳዕ ክንደይ እቲ ዲቪዥን ክፉእ ምዃኑ ትርእዮ ኣለኹም ዶ? ኣነ ምስ እከለ እየ ኣነ ብድሌትኩም በልዎ ኔጋቲቭ ክሳዕ ዝኾነት ኢለኩም ኣለኹ ብጥዕና ክሳዕ ዘይኮነት ብፍቕሪ ክሳዕ ዘይኮነት ዲቪዥን እዚ ስጋዊ ኢኻ ነቲ ትሞተልካ እተሰቕለልካ የሱስ ክርስቶስ ንዕኡ ኢኻ ትኸሕዶ ዘለኻ በቃ ናይ ክርስቶስ እያ እዚኣ ብደሙ ዘጥረያ ማሕበር ይብል መጽሓፍ ቅዱስ ኣብ ግብረ ሐዋርያት ኣሉ ነታ ብደሙ ዘጥረያ ማሕበር መንፈስ ቅዱስ ኤጲስቆጶስ ገይሩ ዝሸመኩም ሓልዋ ዋሲዋ ነዛ ማሕበር እዚኣ ዝገብሩ ክመፁ እዮም ብደሙ ይጥሪዋ እዛ ማሕበር እዚኣ እዛ ማሕበር እዚኣ እዛ ንሕና ዘለና ፎር ኤግዛምፕል ብምንታይ ከም ትጥረ ትፈልጡ ዶ ኤሎሆይ ኤሎሆይ ላማ ተስበቅታኒ ኣምላኸይ ኣምላኸይ ንምንታይ ሓደግካኒ ኢሉሲ ንዓይ ወሪዱኒ ንዓኻ ወሪዱካ ንዓኺ ወሪዱኪ ንዓኻ ወሪዱካ ንዓኺ ወሪዱኪ ዋይ ሕጂ ናይ ናይ እከለ ምስ እከለ ንሱ እኮ ተሳቂዩ እኮ ጻዕረ ሞት ሒዝዎ እዩ ዝብል መጽሓፍ ቅዱስ ጻዕረ ሞት ፈጥርኹም ጻዕረ ሞት ንፈልጣ ኢና ተዝተመኮርናዮ ዋላሲ ትርጉማ ከመይ ምዃና ጻዕረ ሞት ዝሓዞ ሰብ ናይ ናስ ትብያ ምሽ ትንፋስ ክትወጽእ ትቀራረቡ ዘላ ማለት እዩ ጻዕረ ሞት ሒዝዎ ሲ ይልምን ነይሩ ኣሎ ናብ ኣቦ ናብ ኣምላኽ የሱስ ንምንታይ ጻዕረ ሞት ሒዝዎ ተልኩም ንሕና መታን ክንውለድ ንሕና ናቱ መታን ክንከውን ንሕና መታን ህዝቡ ክንከውን ከም ረሃፅ ነጥ ምደም ኢሉ ኾኑ ጥቢብ ነበር ይኹን ሓፍስ ስቃዩ ኩሉ ዝነበረ ፃዕሩ ዝነበረ ክብደቱ ሕጂ ከምዚ ዓይነት ዋጋ ዝኸፈለልካ የሱስ ብቆሎ ጥጥቆ ንዲቪዥን ክትገብራ ዲቪዥን ክትገብራ ማሕበር ኣምላኽ ብዝለኻዮ በል በቃ ማሕበር ኣምላኽ ዝገማምዕ ነገር ኣነ ኣለኹላ ክትብል ክትክእል ኣለካ ንማሕበር ኣምላኽ ዝፈላለ ነገር ይመጣ ኣሎ ሎሚ በቃ ነፍሲ ወከፍ ርእሱ የምጽእ ኣብ ካልእ ዘሎ ዋላ ሰብ ተኾነ ዋላ ተሪኹም ዲቪዥን እዚ ስጋዊ እዩ ኣጋንንት መጽሓፍ ቅዱስ ክዛረብ ከሎ ኣብ ያዕቆብ ክልተ ዓይነት ጥበብ እየን ዘለዋ እዩ መጽሓፍ ቅዱስ ክልተ እዩ ሓንቲ ምድራዊት ኢልዋ ሰይጣናዊት ኢኻ ኢልዋ ባህርያታ ከኣ ኣብኡ ገሊጽዎ ኣሎ። ሓደ ካብቲ ባህርያታ ላላ፣ ሌላ፣ ሻራ፣ ጉሌላ፣ ፍልልይ፣ ዝርግርግ ትገብር። እዚ ኩሉ ትገብር እዛ ጥበብ እዚኣ። ከምዚ ዓይነት ሻራ፣ ዝርግርግ፣ ፍልልይ ዘለዎ እንድሕር ኮይኑ ኣብቲ ኣካይዳኻ ምድራዊት እያ ሰይጣናዊት እያ። That's why ጳውሎስ ስጋውያን ኢኹም ንስኻትኩም። ከምቶም ካልኦት ከም ልማድ ሰብ ትገብሩ ኣለኹም ዶ? ጽልኢ ኣለኩም፣ ባእሲ ኣለኩም፣ ከም ልማዶም ኣለኩም። ብክፍኣት ኢኹም ትመላለሱ ዘለኹም። ስለዚ እታ ቀዳመይቲ ነዚ ውህበት ክንድዚ ዕቕ ዝበለት ብውህበት እግዚኣብሔር ብጸጋ እግዚኣብሔር ዘቕበበት ማሕበር ኣምላኽ ቆሮንቶስ ለማልኹ ንዕኡ ዳሜጅ ዝገብር ንዕኡ ተገሊጹ ንበረኸት ንኸይትኸውን ዓጊቱ ዝሓዛ ሓደ እዚ ዲቪዥን ድሌትኩም በሉ ድሌትኩም ማሕበር ኣምላኽ ረእይዎ ብ some extent ንፈልጥ ኢና ዲቪዥን መዓት እዩ ሓደ ዝነገርኩም ሓደ ሰብ ሮማ ምስ ከድኩ ዝነገረኒ ሽማግለ እዩ ሽሙ እቲ ቦታ ኣይገድስን እቲ ሰብ ኣይገድስን እዩ ሽማግለ ናይ ሓንቲ ቤተክርስትያን ከምዚ ከማይ ንሮማ ምስ ክመጽኹም ንሮማ መጢስኩ ንዕልል ንዕልል ንዕልል ካበይ ደኣ መጺኻ ኢለኒ ካብዚ መጺኻ ከይጸንሐና ሽዑ ዘሕዝን ኢሉኒ ይብለሎስ ካባኻትኩም ሓደ መፅኡ ነዛ ማሕበርና ሲ ኣክልተ መቂልዋ ተመልሱ እንታይ ትብላ ኣለኻ ገለለ ድማ ዓሚልዋ በቃ ክልተ በቃ እቶም ንሕና እቶም ዝበዝሓና ገለ ዝኾነ ሕጂ ገዛ ንደርደና ገለለ ፅቡቅ ዝነበሩ ዓሰርተ ዓመት ዝኾኑ ሕጂ ከመይ ገይርዋ ኣይንፈልጥና ግን በኳለኹም መፅኢዱስ ተዓዲሙ ግ እንደገና ኣብቲ ኮንፈረንስ ተዓዲሙ ኣገልጊሎምስ ተመቒላ መቒሎም መጺኡ መርገም ከይኮኑ እምበር ይንቆል ይሓትም ከምዚ ብደሞ ጥራይ ማሕለፍቲ ንጌርካሲ ንማዕልልካያ እዚ ምሳይ እዚ ምሳይ እዚኦም ከምዚኹም ንስኹም ንስኹም በዚ ዋ ኣላብሰ ሽኮ ጠረርት ኣለዎ ብክርስቶስ የሱስ ብደሙ ዝጥራይ ማሕበር ስለኹም ኣለኹም ንጠንቀቕ ንፍራሕ ማሕበር ኣምላኽ ዝፈላለ ነገር ብዝከኣለካ መጠን ብመንገድኻ ከይመፅእ መጀመሪ ሓሉ ብመንገድኻ ካልኣይ ከዓ ብሰብ ከይትተሓባበል ይሓባብለካ እዩ ንባዕሉ ስሒቱ የስሕተካ እዩ ንባዕላ ስሒታ ተስሕተካ እያ ኣነ ስሒቱ ከስሕተኩም ኮነ ወኣምሃም ኣባ ዝኾ ዲቪዥን ኣርገብ ዘና ብጽቡቕ ነገር ብጽቡቕ መትል ኣይኮን ከትገብሮ ዘለካ እዚ እዚ ኢቪል እዩ ኣይፋል ስለዚ ቀዳማይ እምበኣር እንታይ እቲ ፕሮብሌም ዘሎ ዲቪዥን ናይዛ ማሕበር እዚኣ ዲቪዥን ይብለኩም ኣለኹም ኣብ ማሕበር ኣምላኽ ከምዚ ዓይነት ቋንቋ ሰሚዕኩም ኣለኹም ዶ ኣለዋ እኮ ኣነ ሰሚዐኩም እንታይ ገዲስኒ ዝብል ኣሎ እስኪ እንታይ ገዲስኒ ዝብል ብዛዕባ ቸርች ደሓን ብውሽጥኹም ኢልኩም ሓቐብሉ ብውሽጡ ኣብ ውሽጥኹም እምበር ገለ ገለ እንድሕር ልእልግናም ገና ከምዚ ገለተካ እንታይ ገዲስኒ እሞ እንታይ ገዲስኒ ኢየሱስ ከዓ ብዛዕባኻ ይግድሶን እዩ ነታ ብደም ዝጠያ ማሕበር ድሕሪ የተገደስካ ብዛዕባኻ ከዓ ይግድሶን እዩ እዚ ፈት ኣለካ ተገዲሱኒ ባዕሎም ረባ ገሊገሊ ከዓ ተምሽካ ኣለዉ ነቶም ኣገልገልቲ ባዕሎም እቶም ሽማግል ገንደ ባዕሎም ኣለዉ ናባኹም ከዓ ፅንቀ ኖ ከምኡ ዝበሃል ነገር የለን እንታይ ገዲሱኒ ትበል በቃ ጥራይ ብፍቕሪ ብፍቕሪ ጥራይ ኩሉ ምርካ ነቲ ሰብ እቲ ዝብልካ ልኹ ኣብ ቅድሚኡ በቃ ኣግረሲቭ ከም ከማን ኣብ ቅድሚ ክትግለጽ ግባእካ ኖ ክትብል ግባእካ እንታይ ገዲስኒ ድሕሪ ሕጂ ኣብ ማእከልና ዝብል ከይህሉ መፅያ እንተነጊርሃኒ መፅ እንተነጊርኒ ፎር ኤግዛምፕል ክነግረኒ ከሎ በቃ ተገዲስኒ በዓል ፍልጥ ሰነድ በዓል ፍልጥ ዘይ ኖ ኣሃ ከምዚኣ ምጽእ ኢላ ናባኻትኩም ከብጽሓና እያ ንስኹም ከ ትፈልጥዎ መዓት ተነጊርኩም ከምጻእ ኢና ቢዞም ኣብዛ ቸርች ከምዚኣ ኣላ ንስኹም ከዓ ዝፈላለዩ ንማሕበር ኣምላኽ ዲቪዥን ዝገብር ተነጊርኩም መጺኹም ቀረባ እንዲያም ዶም ደሎ እዩ ማኸል ኣምላኽና ናብዞም ሽማግለ መጺኹም ኣብዛ ቤተ ክርስቲያን ከምዚ ኣላ ሰሚዕኻ ድኻ ዕርያ ይሄ መን ዋ ሰነድያ ተስፋ እዩ ሓጎስ እዩ እናበሉ ስለ ዘሎ እዩ ዝነገርኩም ዘለኹ ለኹም ን ዲቪዥን እሲ ሓደ ካብቲ ሰይጣን ዝሰርሐሉ ዘሎ እዩ ውህበትና ምግላጽ ዝኣብ ዘሎ ሓደ ሪዝን እሱ እዩ ሰይጣን ንውህበትና ኣይኮነን ዝዓብቶ ዘሎ ለኳልኹም ዲቪዥን ብምምጻእ ውህበትና ከይግለጽ መንፈስ ቅዱስ ይብህሉ ኣሎ ኣብ ዘለናዮ ኮሚኒቲ ኣብ ቁረቡሮ ፎር ኤግዛምፕል ሻይን ከይንገብር ሓደ ምስ እዩ ቁረቡሮ ኣብዚ ከተማ ሲ ብምንታይ ትፈልጣ ማሕበር እዚኣ ቁኖ ዳድወ እያ ወይ ብፅቡቅ ወይ ብሕማቅ ብጽቡቕን ብሕማቕን ትግለጽ እዛ ማሕበር እዚኣ፣ ኣብዚ ከተማ ከኣ ብኣና እዩ ብኣና ወይ ብኣይ ወይ ብኡ ወይ ብ ብ ብ ቀዳማይ ዲቪዥን እዩ እምበኣር ንጠንቀቕ እስኪ ደሓን ነዚኣቶም እስኪ ደፎም ነዚኣቶም ንዓይ ግደፉ ዋላ ድሓን እዩ ጎይታ ንዓኻ ብምብዳለይ እዚ ነገር እዚ ምሕረት ግበረለይ ሕጂ ግን ኢደይ ሕውስኒ ኣብዚ ክትብል ክትክእል ኣለካ ከም ጲላጦስ ኣብዚ ደም ኢደ ተሓፂቡ ኢልዋ ቀዳማይ ዲቪዥን ካልኣይ ከዓ ካልኣይቲ ካልኣይቲ ከዓ ቀዳማይ ቆሮንቶስ ምዕራፍ ሓሙሽተ ከም ገለኹም ሰይቱ ግኡዙ እታው ከኣ ነይሩ ሓደ ካብኡ ግርም ሰበይቲ ኣብ ግኡዙ እእትይዋ ከም በዓልቲ ሓዳር ወሲድዋ መጽሓፍ ቅዱስ እንታይ እዩ ዘሎ እዚኣ እውን ሰሚዕዋ እዩ ይውረየልኩም ኣሎ ከምኡ ከዓ ተወርዩ ኣብ ጳውሎስ ካብ ዝሓታ ዘረባ እንታይ እዩ ሰይትቡ ዘእተወ ሳምና ኣኽርመልሞ ኣንታ ሰይትቡ እዩ ትማሊ ምስ ኣቡኡ ዘሪኣና ነበረ ሲ እንተ ፈቲሕኻ እንተ ሞይቱ ኣቡኡ እእትይዋ ስለ ድሕሪት ኣብ ኣህዛብ እሲ ከምኡ ዓይነት የለን ኢሉ መጽሓፍ ቅዱስ ኣብኡ ክተርጎ ከለኹም ኣብ ኣህዛብ ከም ዝተሰሚዑ ኣይፈልጥን እዩ ዝሕዝ ነገር ይበቕማ ኣለኹ ኣይቦሃዩ እኳ ደኣ ተነፊሕኩም ኣለኹም ታመ ተነፊሕኩም ኣለኹም ዶሮ ሰሪጭካ ሰበይት ረኺብካ ማለት እዩ ዝቦሃየ ዘየለ ሰይትብኡ እምጽኡ ሲሎም ኣለኹ ኣብ ኣቴንስ ኣብቲ ከተማ ኣቴንስ ዋላ በዚ ሴንትሩም በልዎ ዋላ ጎደራ ሓርነት በልዎ ብዘይገድስ ኣብ ኣብቲ ኣቴንስ ኣብቲ ከተማ የዛውራ ሰይትብኡ ኪኣ ነይራ ሰበይቲ ነይሩስ ሰንበት ከኣ ናብ ቸርች እምጻእ ኣብ ከተማ የዛውራ ሰንበት ከኣ ሒዝዋ ምጽእ ማንም ዝዛረቦ የለን ሽማግሌ ኣይዛረብዎ ዋላ ማንም ሓው ሰምዐ ዘይዛረቦ ጳውሎስ ነዲሩ ከምዚ ወረ ይስመዐኩም ኣሎ ኣነ ኣብ ርሑቕ ከለኹ ኢልዎም መንፈስ እግዚኣብሔር ከዓ ምሳና እንከሎ ኢልዎም ብስም ጎይታ ተኣኪብና ነዚ ከምዚ ዓይነት ዝገበረ ሰብ ኢልዎም እ ንሰይጣን ኣሕሊፈ ሂበዮ ኣለኹ ፈሪደዮ ኣለኹ ይብል መጽሓፍ ቅዱስ ኢሞራሊቲ በቃ ዝኾነ ኢሞራል ዝኾነ ነገር ሲ እንተሪእኹም ኢሞራል ሪእኹም ካባይ እንተሪእኹም ኢሞራል ሲ እዚ ኢሞራል እዩ ዘይስነ ታይ ታይ ደኾንኹም ካ ዘይስነ ባህሪ እዩ ታይ በዓል ባህሪ እዩ ሞራላዊ ባህሪ ኮነን እዚ መፅሓፍ ቅዱሳዊ ባህሪ ኮነን ሞራላዊ ባህሪ ኣይኮነን ተኣኪቦም ጳውሎስ ብርሑቕ ኮይኑ ብመንፈስ ኮይኑ እዚ ከምዚ ዓይነት ሰብ ንሰይጣን የሕሊፍካ ምውሃብ ይሓይሽ እዩ ዲሲፕሊን በቃ ሽዑ ተቐጥቀጥ ተቐጥቂጡ ተቐጥቂጡ ተቐጥቂጡ እዛ ምኽሪ እዚኣ ሰሊጥ ኣለዎ ተልኩም ሰሊጥ ኣኪባ ኣብ ካልኣይ ቆሮንቶስ ከልኩም መፅሓፍ ቅዱስ ኣይኮን ጥቕሲ ምዕራፍ ሽዱሽተ ነቲ ምሕረት ዝገበርኩምሉ እዚ ኢልዎም ብብዙሕ ጓሂ መታን ከይወሓጥሲ ኣነ ከኣ ምሕረት ይገብረሉ ኣለኹ በቃ ምሕረት ካብ ገበርኩምሉ ምሕረት ንሕና ዘይንፈልጣ ኮይና እታ ጥቕሲ እ እታ ጥቕሲ ሓንቲ ኢና ንፈልጥ ንሕና ዲያብሎስ ከየብለጸናሲ እዚኣ ሰብ ኩሉ ሰብ ዝፈልጣ ግን ንምንታይ እያ ጥቕሲ ኣምጻትልኩም ንዚ ሰብ እዚ ሰይጣን ኣሕሊፉ ምስ ሃቦ ይብለ መጽሓፍ ቅዱስ ኢኹም ኣለኹም ደሓር ኣብ ካልኣይ ቆሮንጦስ ብዛዕባኡ መጺዎ ኣሎ ማለት ድዩ ጳውሎስ? ምሕረት ግበርሉ ብዝተጓህኽ ይወሓጥ ከም ሓው ርኣይዎ ከም ጸላኢ ኣይኮነስ ከም ሓው ርኣይዎ ነቲ ምሕረት ዝገበርኩምሉ ኣነ ከኣ ምሕረት እገብረሉ ኣለኹ እዚኣ ብዓይኒ ምልስ ፍልጥቲ እያ ብሰብ እዚ እዛ ነገር እዚኣ ገዲፍዋ ናብ ቅዱስ ቦትኡ ናብታ ማሕበር መጺእ ለማት እዩ ፍሉጥ እዩ ድሕሪ ሕጂ ግን ዲያብሎስ ከይጻወተና ኣነ ከኣ ምሕረት እገብር ኣለኹ በቃ እታ መክርስ ሰሪሓ ኣብ ካልኣት ወኖት ስካ ዝሓፋ ማለት ካልኣ ዘረባ ከምዚ ዝገብርስ የለን ትፈቱ ድኹም ሰይትቡ ዘእተወ ኣብ መፅሓፍ ቅዱስ መን ኣሎ ወኣይን ምስ ናይ ትጉ ዝደቀሰ ሮቤል ሮቤል ምስ ቢልሃ ሰበይት ያዕቆብ ምስ ኣለቂሱ ይብሎ ሓቁ ንሱ ኣብ ያዕቆብ ከዓ ወፂያ እታ ወረ ከዓ ኣብ ያዕቆብ በፂሓ እጅቢ ኣይኮነን እኮ ኣብ ዓር ተኺብዎ ኣብ ያዕቆብ በፂሓ እታ ዘረባ ምስ ቢልሃ ሰበይቱ ሲ ምስ ኣለቂሱ ሮቤል ወዱ ኣብ ታቦረ ምስ በጽሐ ያእቆብ ታይ በሎ ከም ውዑይ ማይ ገንፈልካ ኢልዎ እ ከም ውዑይ ማይ ገንፊልካ ኣብ ዓራተይ ደየብካ ኣርኪስካ ኢኻ እሞ ኢልዎ ኣይትፍቀደካን እያ እታ ታዕሽም ኢልዎ እታ ብኹርነት እታ እታ ዝበለጸት ብኹርነት ናይ እስራኤላዊ ኣይትፍቀደካን እያ ዳሩ ንታሕቲ ኢልዎ ብኹርነት ካብኻ ሸተት ኢላ ከይዳ መደቀሲ እምኻ ስለ ዘርከስካዮ ኢቭን ኣብ መጽሓፍ ቅዱስ ክዛረብ ከሎ እኮ ሰይትብኡ ዝእቱ ክዳና ዝቐልዕ ኢሉ ርጉም ይኹን ይብል ህዝቢ ከዓ ኣሜን ይበል ይብል መጽሓፍ ቅዱስ እንታይ ክብል ደልየ እዩ? እዚ ናይ ሰብ ቆሮንቶስ እዩ። ኣብ ቸርች ዝተራእየ እዩ። ኣብዚ ቸርችና ዘይረአ ኣብዚ ሕጂ ዘላ ማሕበር ኣምላኽ ዘይረአ ነገር የለን። ኢሞራል ኢሞራል እዩ በቃ። ካብ ቸርችኻ ከመይ ጌርካ ተኣልዮ እዩ ዘሎ እቲ ጉዳይ። ስለዚ ግቡእ እዩ። ንህዝቢ ኣምላኽ በቃ መጽረፊ እዩ። ኣብ ኣቴንስ መፅረፊ ኮይኖም ስለዚ እዚ ዓይነት ከዓ ሰብ ቆሮንቶስ ንውህበቶም ካበር ዝገብር ከም ክርስቲያን ኮይኖም ብውህበቶም ኣብቲ ከባቢ ከይግለፁ ዝኽልክሎም ዝነበረ ሓደ ክፉእ ነገር ማለት እዩ። ብማሕበር ደረጃ ኢና ንዛረብ ኣለኹ። ሳልሳይ ሳልሳይ ከዓ ናይዞም ማሕበር እዚኣቶም ትዕቢት ነይርዎም ከዓ ክነግረኩም እየ እቲ ትዕቢቶም እንታይ ምዃኑ። እቲ ትዕቢት ቀንዲ ናይዞም ሰብ ቆሮንቶስ እዚኣቶም ብፍልጠቶም ንብጻዮም ስለ ዘይጠቕሙ እዩ። ፍልጠቶም ንብጻዮም ስለ ዘይጠቕሙ ቀዳማይ ቆሮንቶስ ምዕራፍ ሸሞንተ ጥቕሲ ሓደ እንድሕር ከይኩም ርኢኹማ ብዛዕባ ጣዖት ኢሉ ተዛሪቡ ኣሎ። ኩላህና ፍልጠት ኣለና እያ ትብል። ኦኬ ፍልጠት ኣለና ትብል ኣላ ምስኣ ርግብ ኣቢሉ ግን እንታይ ኣሎ ፍልጠት ይነፍሕ ትብል ፍቕሪ ግን ይሃንጽ እንታይ ማለት እዩ ፍልጠት ይነፍሕ ፍቕሪ ይሃንጽ ማታ ማለት እዩ ፍቕሪ ዘይብላ ፍልጠት ንፉሕ እዩ ዝገብረካ መን ከማይ ትብል ንፉሕ ኣባለ ንፉሕ እዩ ዝገብረካ ስለዚ ሓንቲ ፎርሙላ ክንገብር ኢና፣ ሓንቲ ማትማቲክ ዝኾነት ፎርሙላ ማለት እዩ። የሱስ ጎይታ እዩ። ማንም ሰብ ክርስዓብ ዘይብሉና ፎርሙላ ሓንቲ ክነግረኩም እዩ። ናይ ባዕለይ ፎርሙላ የለያ። ፍልጠት ዝጎደሎ ፍቕሪ ይኸውን ትዕቢት። ኖውለጅ ማይናስ ላቭ ዚኳቱ ራይት ትዕቢት እዩ በቃ እዞም ሰባት እዚኣቶም ብፍልጠት ሃብታማት ምዃኖም ቀዳማይ ቆሮንጦስ ምዕራፍ ሓደ ጥቕሲ ኣርባዕተ ርኢና ኔርና ብፍልጠት ሃብታማት እዮም ፍልጠቶም ግን ንብጻዮም ኣይጠቐሞምን ብኸመይ ትብል ሓምሊ ዝበልዕ ብእምነት ዝደኸመ ሓው ኣሎ ነዚ ብፍልጠት ዝደኸመ ብእምነት ዝደኸመ ሓውሲ እዚ ሓምልና ዝበልዕ ሰኣን ፍልጠቱ እዩ ሰኣን ምርዱ እዩ ሰኣን እምነቱ እዩ ኣነ ንድሕሪ እየ ክስዕብ እዮም ዘለውካ ስለዚ ጳውሎስ ተጠንቁቕ ኢልዎም ኢቨን ባዕሉ ከመይ ዝኣመሰለ ናይ ኣምላኽ ሰብ መልእኽቲ ሒዙ ዝመፀ ሲ ብፍልጠቱ ንሓዉ መታን ከይጎድእ እንታይ ኢልዎም ሓወይ ትዕንቀፍ ተኮይኑ ንሓዋሩ ስጋ ይበልዕ ነይሩ እሱ ይሲ ፍልጠትካ ንሓውኻ እንድሕር ዘይጠቕሞ ኮይኑ ንስኻሲ ንፉሕ ኢኻ። ፍልጠትካ ንሓውኻ ክጠቕሞ እንተኾይኑ ከኣ ፍቕሪ ክተቐድም ኣለካ። እንታይ ገዲስኒ ክትብል የብልካን። ዳስ መጽሓፍ ቅዱስ ነቲ ብእምነት ድኹም ሓውኻ ሕልንኡ እንዳቑሰልካ ንክርስቶስ ትብድሎ ኣለኻ ይብል መጽሓፍ ቅዱስ። ንምንታይ ንሓውኻስ ብብልዒ ተጥፍኦ ይብል መጽሓፍ ቅዱስ። ፍልጠቶምስ ኢልኹም ኣለኹ ነቲ ድኹም ሓው ኣይጠቐመን ንጣጥሰዎ የደልዎምሲ ከላስ ምስኪናት ሰኣን ፍልጠቶም እዩ ኖ ንስኻ ፈለጥካ ኣለኻ ዶ መጽሓፍ ቅዱስ በቃ ተረዲእካ ኣለና እወ ብፍልጠትካ ጌርካ ነዚ ሓውካ እዚ ህነጾ ብፍልጠትካ ጌርካ ነዚ ሓውካ እዚ ኣውጻዮ ጳውሎስ ኢለኩም ኣለኹ ጣኦት ምንም የብሉን ግዛዕ የብሉን ኮይኖም ናቲንግ ኮይኖም በቃ ማቆስ ግን ቀንዲ ኣተኲሩ ዝጸሓፈሎም ነየናይ እዩ ነቲ ብእምነት ድኹም ዝኾነ ወይ ዘጠራጥር ሓዊ ተሃልዩ ወይ ብፍልጠት ዝወሓደ ተሃልዩ ብምርዳእ ዝወሓደ ሓው ተሃልዩ ንዕኡ ከተውጽኦ ክትክእል ኣለካ ብፍልጠትካ ክተጥፍኦ ዘይኮነስ ብፍልጠትካ ክተውፅኦ ኣለካ። ብፍልጠትካ እንድሕር ዘይትጠቕሙ ኮንካ መፅሓፍ ቅዱስ እንታይ ዘሎ ፍልጠት ይነፍሕ ፍቕሪ ግን ይሃንፅ። ስለዚ ፍቕሪ ዘይብላ ፍልጠት ትዕቢት እዩ ኣብ ቅድሚ ኣምላኽ ቫልዩ የብሉን ናስዋ መጽሓፍ ቅዱስ ቀዳማይ ቆሮንቶስ ምዕራፍ ዓሰርተ ሰለስተ ብምሉእ ኣገሪኹሞ ብዛዕባ ፍቕሪ ተሪኹም ጳውሎስ ዝኣክል ግን መበልኹም እምነት ካብ ሃለወኒ ፍቕሪ ካብ ክህልወኒ ግን እንታይ ጠቕመኒ በቃ ከንቱ ምኾንኩ ነይሩ ትንቢት ተሃለወኒ ዋላ ፍቕሪ ካብ ዘይተህልወኒ ከንቱ እዞም ኩሎም እኮ ውህበታት እዮም እኮ ምሽ እምነት ተዝህልወኒ ትንቢት ተዝህልወኒ ዝኾነ ዋላ ተዝህልወኒ ፍቕሪ ካብ ዘይተህልወኒ ኢሉ ከንቱ ስለዚ እቶም ኩሎም ዘለካ ዘለና ወይ ከዓ ተዋሂብናዮ ንብሎም ከም ማሕበር ኣምላኽ ከም ውልቀ ሰባት ኣለኩም ኣለኹ ፍቕሪ እንድሕር ዘይተቐድመኩም ኩሉ እቲ ጊፍት ከንቱ እዩ ዝገብረካ እቲ ጊፍት ዘይኮነ ከንቱ ንዓኻ እዩ ከንቱ ዝገብረካ ንዓይ እዩ ከንቱ ዝገብረኒ ሰማይና ለውሃት ፍቕሪ እንድሕር ዘይብልካ ከም ክርስትያን ከም ኣማኒ ሎማ ሎኹ ፍቕሪ ብጻይካ ፍቕሪ ሓፍትኻ ፍቕሪ ሓውኻ እንድሕር ዘይብልካ ፍቕሪ እንድሕር ዘይተቐድመልካ ፍልጠትካ ንዕኡ ስለ ዝጎድኦ ፍልጠትካ ስለ ዘይሃንጾ ለካ ሎኹ ንስኻ ብፍልጠትካ ከምቲ ትኸውን ኣለኻ ከምቲ ሰብ ትኸውን እንታይ እግዚኣብሔር ሂቡና ዘሎ ካባና ትሕት ዝብሉ ብምርዳእ ትሕት ዝብሉ ብፍልጠት ትሕት ዝበሉ ብዝኾነ ነገር ትሕት ዝበሉ ብዘይገድስ ንስኻ ምናልባት ግን ንእሽተይ ትህልወካ ብኣ ጌርካ ንዝሓወካ ኣውፃዮ ብኣ ጌርካ ኣውፃዮ ብኣ ጌርኪ ኣውፅዮ እንተ ቃል ኣምላኽ ኣብ ቆሮንጦስ ግን ብፍልጠቶም እዞም ሕማት ከም ጣሽም ይሪእዎም እዮም ስለዚ ብሓንቲ ቃል ዓጊትዎም ስምዑ በልዎም ስምዑ ሓምሊ ተበልዐ ናይ ጎይታ እዩ ስጋ ተበልዐ ናይ ጎይታ እዩ ነቲ ሓምሊ ዝበልዕ እቲ ስጋ ዝበልዕ ኣይንዓኮ እቲ ስጋ ዝበልዕ እቲ ሓምሊ ዝበልዕ ከዓ ስጋ እንታይ ትታቃል ድሕር ፍልጠት ሒድዎ ሰብ ፈራዲ ዝኸውን ፍልጠቱ ዝመለኣ ሰብ ከኣ ፍቕሪ ተዘይብሉ ከኣ ክንዕቕር ይጅምር። ተሰማዒና ልኡኻት ኣነ ፍልጠት ኣለኒ እንድሕር ኢለ ፈር ኢግዛምፕል ክንዕቕር ይብል ፍቕሪ እንድሕር ዘየቐዲመ ንዕቐት ኣብ ዘረባ ይዋላ ክረኒ ባይዘወ እዚ ንሕና ኣብዚ ንሰብከኩ ናይ ሰብ ዘረባ ከሎ ከም ቃል ሰብ ዝስበኽ ኣሎ እኮ ናይ በዓልና ዘረባ እኮ ኣሎ ናይ ናይ ናይ ሕማቅ ቃላት እኮ ኣሎ ናይ ስዕረት ቃላት እኮ ኣሎ ምሽ ዘይሃንጽ ቃላት እኮ ኣሎ ኣብ ስብከት ይኹን ኣብ ዝኾነ ማሕበራዊ ናብራና ሲ ኣብ ኣዘራርባና ብዙሕ ዓይነት ዝሃንጽ ኣሎ ዘይሃንጽ ኣሎ ስለዚ ክላእ ሰኣን ፍልጠት እዩ እዚ እንድሕር ኢልካ ብፍቕሪ ኣይኮንካን ትመላለስ ዘለኻ እዩ ዝብል መጽሓፍ ቅዱስ ንሓውኻ እናተጎድኣ ትም ተልካ ብፍልጠትካ እንድሕር ትጎድኦ ሃሊኻ ብፍቕሪ ኮንካ ትመላለስ ዘለኻ መኣስ ተጻሊኤዮ ዝበሃል ቋንቋ የለን ሓቂ እንዮ ወሶ መኣስ ደኣ ምስ ተጻሊእና ኖ ኖ ኖ ኖ ብፍቕሪ ኣይትመላለስን ኣነ ብፍልጠተይ ንሓፍተይ እንድሕር ዝጎድኣ ሃልየ ምስኣ ብፍቕሪ ኮንኩ ዝመላለስ ዘለኹ ትርጉሙ ተረዲእኩም ኣለኹ ስለዚ ብፍልጠትና ጌርና ንሓውና ነውጻእዮ ብፍልጠትና ጌርና ንሓውና ደው ነብሎ ብፍልጠትና ጌርና ንሓውና ስለዚ ኣብ ቆርንጦስ ከም ዘሎ ናይ መወዳእታ እዚኣ ከዓ ናይ መወዳእታ ዘላ ኢኻ ኣብ መሓሪ ኣምላኽ ዘላ ቀዳማይ ቆሮንጦስ ምዕራፍ ሽዱሽተ ከይኩም ተሪኹሞ ከዓ ሰብ ቆሮንጦስ ከዓ ይፋረሩ ንሓፊኖም ሲ ይካሰሱ እዎ መን ይነግረን ደኣ እዩ ግን ብሓቂ እያ ትፈልጦ ትኸውን ኣብዚ ኦሮምሮ ቤት ፍርዲ ዘሎ እንታይ ዝበሃል ፊንግስሬት ፊንግስሬት ኣብ ፊንግስሬት መዓት ፋይላት ናይ ኣመንዱ ኣሎ ተረዲኹም ኣለኹም ሰብ ቆሮንቶስ ተኻሲሶም ሲ ኣብ ቅድሚ ዓመስቲ ዘይኣምኑ ሲ እንታይ ማለት እንዲ ናብ ቤት ፍርዲ ዝኸደ ጉዳይ ኣለኩም ክዩ ዝብሎም ዘሎ ንማሕበረ ኣምላኽ ንዕቆም ኣብዚሲ ንሽማግለ ንዕቆም ንዓኻ ንዓኺ ንዕቆምሲ እዋእ ጉዳዮም ናበይ ከይዱ ናብ ቤት ፍርዲ ተረዲኡ ዶ ነኽሩኻ ንሓድሕድኩምሲ ትካሰሱ ኣለኹም እሞ ኸኣ እዚ ኣብ ቅድሚ ዘይኣምኑ ኣብ ቅድሚ ዓመጽቲ እታ ማለት እዚ ከድኩም ዶ ኣብቲ ናይ እንግሊሽ ኮ ኣብቲ ኮርት ከድኩም እዩ ዝብልኩም ዘይኣምኑ ማለትሲ ሓደ ዓለማዊ ኣብቲ ጥቓ ክኾንስ ኣብ ቅድሚኡ ኣነ ሙሴን ሀይሀይን በሃሉ ንቋዮ ዓደ ዘይኣማኑ ብዚ ዘይኮነ ኣሎ ማለት ኣይኮነን ንሳ ግን ትርጉማ ራይ ዶኾነ እንድሕር ተኻሲስካ ኣብ ቤት ፍርዲ ምኻድ ማለት እዩ ዝቃል እዚ ሰብ ቆሮንቶስ ትብሎ ኮንኹ ኣብ ቤት ፍርዲ ይውዕሉ ዋእ ናይ ክንደይ ሰባት ናይ ክንደይ ኣገልገልቲ ብፍላይ ሎምስ እዚ ዓዲ እውን የፍቅር ስለ ዝኾነ ይመስለኒ ተቐላጢፍካ ኢኻ ስርዓት ግብረ ተዘየለ መፀዋዕታ ይሰምሓ ወይ እንኳን ቀደም ዓድና እንታይ ነይሩ ቀደም ብፍላይ እዞም ናይ ገጠር ነገር ገለ ዝባን መንግስቲ ካብ እግሪ ክተርፍ ከምኡ ሰብ ዝኣማነ ከሎ ሕጂ ዝባን መንግስቲ ዝባን ባይቶ ተይለ ምዃን ደድሕሪ ምዃን ትኸይዶ ዓዲ ሓወይ ሓቂዶ ማለት ሓወይ ኣብ ዓዲ ከማይ እያ ኣብዚ ከዓ ኣብ ማሕበር ኣምላኽ ንኹንኹም ካብቲ ምድራዊ ዘሎ ስልጣን ብእግዚኣብሔር እኳ ዝተፈቐደ ዋላ ይኹን ናይ ማሕበር ኣምላኽ ስልጣን ኣውቶሪቲ ይበልፅ

ኣታኹም ክትፈርሑ ፋይል ኣብ ቤት ፍርዲ ዝኸፈቱ መዓት ኣለዉ ብለኩም ኣለኹ መፅሓፍ ቅዱስ ግን ኣብዚ ካንዶ ኣብ ማእከልኩም ለባም ሰብ የለን እያ ትብል ንማሕበር ኣምላኽ ድኹም ንዕኩም ክሎ ባይተወ እዚ መጀመርያ ስጋዊ ነገር እዩ። ካልኣይ ናይ ማሕበር ኣምላኽ ኣውቶሪቲ ኢኻ ትጥሕስ ዘለኻ። ሳልሳይ ከ እታ ዝዓበየት ነገር ኣብዚ ክትበፅሕ ተሙልካ ጎይታና የሱስ ክርስቶስ ባዕሉ እንታይ ተዛረብ ምስኩም ዝኾነ ሰብ ምስ ምስ ሓው ምባእስ ተሃልዎ ኣይብል ከይዱ መጀመርያ ዝዛረቡ እምቢ ተይሉ ካልኣይ ይውሰድ ኣይፋልተይሉ ስቴፕ ኣለዋ እኮ ናብ ሽማግለ ይስደዳ ኣይፋልተይሉ ኣርያመን ይበሃል ድሕሪ እዚኣ እዞም ሕዋትና እዚኦም ኣብ ኩሉ ዘላ ቤተ ክርስቲያን ርሕማ ኣለኹም ኣብዚ ዝብ- ትበፅሕ ዳርጋ የላ እዞም ሕዋትና እዚኣ ንስኻትኩም ሕጂ ኣርያመን ዝበልኩምዎ ኣብዚ ቸርች ኣሎ የለን እሞ እታ ፉል ተሳቶም ኣይኮነትን ካብ መጀመርያ ሲ ኣነ ምስ ዮናስ ብኣስተ ዮሃንስ ናብ ዮናስ እንታይ ምሽራትካ እዩ ባዕሉ ይፈልጥ እዩ ቃል እግዚኣብሔር ግደ ናብ ዮናስ ትኸይድ ንሓውካ ትረብሓ ንቐድም ንርስካ ትረኽሰላ እምቢ ተይሉ ንሳ ምሒዘ ንዓና ዮናስ ከም ድሓም ሪኣና ሽዑ ኣነ ምስ ኮይና ናብ ሽማግለ ሽማግለ ከኣ ከሉ ዮናስ ኣንተሪሩ ከኣ ኣይፋል ይብል ኣብታ ኔክስት ዘላ ኣኼባ ኣብ መጥባሕቲ ዘላ ኣኼባ ማለት እዩ ምጽእ ኢልካ ዮናስ ኣረሜን እዩ ኢልካ ተእውጅ እንታይ ማለት እዩ ፓጋን ከምዞም ዘይኣመኑ ከምቶም ዓለማውያን ካብኡ ኣይሓይሽን ኢልካ ንህዝቢ ኣምላኽ ተፍልጦ ከምኡ ኢልካ ተፍልጦ ሎሚ ኣረሜን ከይበልና መዓት ኣረሜን ኣብ ቸርች ንላ ኣረመን ዝተባህለ ብወግዒ ኣብዚ ዝተኣወጀሉ ብሽማግለ የለን ግን ብዙሓት ኣረመን ኣለና እታ ቀዳመይቲ ከማን ኣረመን ተግብረና ምስ ሓውና ብዝኾነ ኣጋጣሚ ንባእስ ኢና ዘይምኻና ንባዕሉ ኣረመን ኣተብለካ ምስ ባእስኻ ተሓድር ትውዕል ትቕኒ ትሓግት ኸርም ንሳ ንባዕላ ሲ ንኹኑ ኣብ ቅድሚ እግዚኣብሔር በደል እያ ክኸይድ ኣለና ኣነ እየ ዝበለኹ ባይዘወ እዚ ኣብርሃም ካብኹም ዝፍለ ፅድቂ ስለ ዘለኒ ይኮነን ንዓየ ዝበሃል ዘለኹም መጀመርያ ኣብርሃም ጎሮ ዝነገር እዚ ምስ ሓውኻ ኬስ ተሃሊካ ደቅሶ ተገርመዮ ባዕሉ ፈልጥ ኖ ኖ ኖ ኖ ሕዝካ ከይድ ካልኣ ተኣቢ ናብ ሽማግለ ናብ ማሕበር ኣምላኽ ናብ ሽማግለ እንድሕር ክትበፅሓ ኮይንካ እንታይ ማለት እዩ ኣውቶሪቲ ዝበሃል ሊደርሽፕ ናይ ክርስቶስ እዩ ናይ ክርስቶስ እዩ ብለኩም ኣለኹም ማሕበር ኣምላኽ ትምርሐሉ መሪሕነት ሲ ብመሰረቱ መፅሓፍ ቅዱስ ኣለኩም ናይ ክርስቶስ እዩ ብለኩም ኣለኹም ናይ ክርስቶስ እንድሕር ሊደርሺፕ ተኽብሩ ኮንኩም እዩ ዝበለኩ ሕጂ ናብቲ ምኻድ ኣይምድለየን መጀመርያ መጀመርያ ኣብዚ ኢኻ ተደቁሶ ኣገሊኡ ገሊኡ ኣሎ ከይፈልጠልካ በቃ ትም ትም ሕትም ትብል ኣነ በዲልኒ ኮሎ ሕጂ ሰብ ከይፈልጦ ኢለ ዓቢጠ ያሱ ምስኡኻ ብባእሲ ኣይንዛረብን ጽቡቕ ትኸኣ ልምዲ ብላ ይተባርካ ብሩኽ ሓወይ ብሩኽ ሙሴ ዶ ሓደ መዓልቲ ኣይደሊ ዞኩም ነብሪ ህሞ ብሩኽ ብሩኽ ኣይትበልዎ ብሩኽ እናበልኩም ዶ ከም ክርክና ሰበረና ዘሎ እዩ ካበር ካበር ብሩኽ እናበልካ ካበር ዝበሃል ነገር የለን ብሩኽ ክትበሃል እኮ ብሩኽ ትኮን ኣለካ ሓቀን ብሩኻት ኢና ንሕና እኮ ልክዕ እዩ እሱ ኣይደንቲቲ ተዋሂብና ኢና ብሩኻት ብክርስቶስ ብቁልሐ ኮይና ብሩኻት ኮይና ከዓ ከነመላለስ ከነንፀባርቆ ይግበአና ኣብ ቤት ፍርድ ሕጂ ያልተዘጋ መዝገብ ብዙ ነው ያለ ኣብ ቤት ፍርድ ሰብ ቆሮንጦስ ከይዶም እየ ዝለኩም ዘለኹም ከይዶም ምስ ዓለማዊ ኦኬ ምስ ዓለማዊ ድሓን እውን ምስ ኣብ ቤት ኣምላኾም ፈጺሙ ዘየለ ሰብ ኾን እውን እስኪ ድሓን ከም ሰብ ኣነ ከመኽን ዋላ ድሓን ምሽ ብሓንሳብ ድሕር ሃሊኻ ግን ቀዳመይቲ ክትገብራ ዝግብኣካ ሲ ነቲ ኣብ ቸርች ዘሎ ኣውቶሪቲ ንዕኡ ኢኻ ትገድፈሉ ንሱ ከደቁሰ ኢኻ ሂበኩም ኣለኹ ጉዳየ እዚኣ ኣብ መዓላ ብትሕዋ ኣቱም ሰባት ዕረቐኒ ዕረቐኒ ነቲ ንጉስ ከከይዳ ነቲ ፈራዲ ናይ ዳኛ ዝነበረ ዕረቐኒ ምስ መባእ ስተይ ኢላሲ ላሕ በቃ ኦይ እዚኣ ተሰርክየና እያ ከደቅሶ ዝፋይላ ኣላ ኢሉ ምሽ ዕረቐኒ እዚኣ ንፍዕቲ ሰበይቲ እያ ምስ መባእስተ ዘሎ ጉዳይ ከደቅሶ ደሊ ኣለኹ ኢና ንግሆ ንግሆ ኣብ ፅፅባሕ ኢሎም የሱስ ክባዕ ዘሪቡ ምሽ ከየባተኹ ክፅልኹም ዘለዎም ክምህሮም ዝደለሲ ከከይዳ ከከይዳ ምስ መባእስተይ ተደቅሶ ደለኹ እዚ ጉዳይ ረቐኒ ምስ መባእስተይ ከም ዝደሊ ኣለኹ እተዚኣ ኣላሕ ካብ ተብለንሲ ነገራ ከህድኦ ዳኣ ኢሉ በቃ ሪኹሞ እቲ ዓመፀኛ ፈራዲ ይብል መጽሓፍ ቅዱስ ዓመፀኛ ዳኛ ዝበሎ እዩ ከምኡ ክንከውን ኣለና ሰባት ኢና ድኻም ኣለና ዝኾነ ነገር ከጋጥመና ክእል እዩ መንፋዕቲ ዝበሃል ወይ ከዓ ክርስትና ዝበሃል ድሕሪኣ ትውስታ ስተብያ ወይ ጳሮት ክኸውን ኣቃተንካ ኖ ኣብ ላዕሊ ተዘይበፅሐ ኣለኹም ኣለኹም ክጅምር ከሎ ብዝከኣለ ምስ ተጀመረ ሲ ክነደቀሶ ክንክእል ኣለና በቃ እንተስ ንቆረንጠስ ግን ጉዳዮም ኣብ ቤት ፍርዲ እዮም ተኽ ኢሎም ዝወስድዎ ተኽ ኢሎም ናብ ቤት ፍርዲ ወሸለ ዘይጥዕም ወፂዎም ዝሓቁሉስ ወሸለ ዘይትፍረዱ እምበሺ ስኻትኩምሲ ነሕዋት ትዕምጹ ኣለኹም ኢሉ መጽሓፍ ቅዱስ ነሕዋት ትብድሉ ኣለኹም ኢሉ መጽሓፍ ቅዱስ እዚ እኮ ጳውሎስ ዝጽሕፎ ዘሎ እኮ እዚ እኮ ቃል እግዚኣብሔር እኮ ቃል እግዚኣብሔር እኮ እዚ ዘይሓልፍ ቃል እኮ እዚ ኩላ ተደማሚራ ንገብራ ንክርስቶስ ምብዳል እያ ስለዚ ምስ ሓፍትኻ ሃለውካ ምስ ሓውካ ሃለውካ ምስ ሽማግሌ ሃለውካ ጉዳይ መጀመርያ መጀመርያ ዘሎ እንተ ተኻኢሉ ምስ ሽማግሌ ኾንካ ምስቲ ኣውቶሪቲ ዘለዎ ኣብዚ ምስ ኾንካ ክተደቅሶ ክትገል ይግባእካ ለባም የለን ድማ ኣኮልኩም እዩ ኣነ ድሕር ተባኣይ ሰብ ድሕር ሰው ኢለ ዘረታተ ለባም የለን ድብሰርሽ ናብ ቤት ፍርዲ ዝኸይድ ጸርፉ ማሕበር ኣምላኽ ትግርኛ ናብ ቤት ፍርዲ ድሕር ከይደሲ ንኮኖ ኣብዚ ቤት ኣምላኽ እዚሲ ኣነ ናብ ቤት ፍርዲ ጉዳየን ድሕር ኣብፅሐያ ክትረኽቡኒ ከለኹም ፀሪፍካና ብሉ ለባም የለን እኳ ክትብለና ዘለኻ ለባማት የለውን ዲም ኣብቲ ቸርች እዩ ዝብል መፅሓፍ ምሽ ከዓ እንዳትነው ነዚ ነገር ከደቅሱ ንሕና ኮነ መላእኽቲ ንፈርዶም ኢና ነዚ ናይ ዓለም ነገር ዶ ኣይንፈረድን ኢና ኢዎም ኢየሱስ ጎይታ እዩ። ስለዚ ነዚ ኩሉ በዓል ንምጥቕላል ዝኣክል እዚ ኩሉ ጊፍት ዝተዋህቡ ሰብ ቆሮንቶስ ኣብዚ ዝበፅሐ ውህበቶም ብኩሉ ዝተዋህቡ እዚ ገለ ነገር ኣነ ምስ ግዜና እዩ ዘብሎ ዘለኹ እምበር ናይ ሰብኣይን ሰበይትን ሕቶ ነይርዎም ናይ ሴክስ ሕቶ ነይርዎም የሱስ እ ናይ ትንሳኤ ምዉታት እ ኣይተስእን ኢሎም ሕቶ ነይርዎም ናይ ድራር ጎይታ ናይ እዚ ንወስዶ ሕቶ ነይርዎም መዓት እ ዋ ትጎልጎል ዶ ሰበይቲ ኣይትጎልጎል መዓት ሕቶ ነይርዎም ሰብ ቆሮንጦስ እኮ በቃ ብሩኻት ሎሚ እንታይ ዝም ዘለኹም ጎዳታ ንውህበት ዝፃረር ህይወት ኣየሃልወና እዩ ዝም ዘለኹም ኦቨርናይት ኣይኮነን ብሓንቲ መዓልቲ ብሓንቲ ለይቲ ዝኸውን ኣይኮነን ግን ካብ መዓልቲ ናብ መዓልቲ ካብ ወርሒ ናብ ወርሒ ካብ ዓመት ናብ ዓመት ግን ሀ ኣብየ ክርስቲያን እንዳተለወጥና ንከይድ ኣለና ክልተ ሽሕን ዕስራን ሽዱሽተን ኮይኑ ሕጂ ሲ ካብ ክልተ ሽሕን ዕስራን ሓሙሽተን ዝሓይሽ ህይወት ኣለኒ ዶ ዝሓይሽ ፍልጠት ክትረክብ ትኽእል ኢኻ። ዝሓይሽ ፍቕሪ ተዘይብልካ ግን ዋጋ የብሉን። ስለዚ ኣብ ማሕበር ኣምላኽ ዲቪዥን ዝገብር ርኢኹም ኢኹም። ኣብ ኣህዛብ ዘይተገበረ ኣብ ቸርች ክግበር ከሎ እንታይ ከም ዝገበሩ ርኢኹም ኢኹም። ኣብ ቤት ፍርዲ ጉዳዮም ክኸይድ ከሎ መጽሓፍ ቅዱስ ንትምህርትና ይጽሒፍዎ ብለኩም ኣለኹም። ብፍልጠቶም ንሓዎም ክጎድኡ ከለዉ እናሃለኻ ጥራሕ ኢኻ። ስለዚ ወድ ነውለጅ ዝጎድእ ተሪኹም ወድ ንዲቪዥን ዘምጽእ ናብዛ ማሕበር ተሪኹም መጀመርያ ተገድሰና ማሕበርና እዛ ዘለና ኢና ብድሕሪኡ ኩለን ናይ ክርስቶስ ማሕበራት እስኪ ምስ ጎይታ ፕሮሚስ ኣትሰብ ዝሰብኮ ዘለኹሲ ምስ ጎይታ ፕሮሚስ ዝኣቱ ኣብ ሰብ ቆሮንጦስ ዝተራእየ ድቪዥን ኣነ ነም ድቪዥን ምኽንያት ከይከውን ዝብል ምስ ጎይታ ፕሮሚስ እስከ ዝኣቱ ድቪዥን ትደልዩ ዲኹም ድቪዥን ኣብ ናይ ክርስቶስ ስጋ ድቪዥን ብፍልጠተይ ኢሉ ከዓ እንደገና ብፍልጠተይ ናይ ግዲ ከምዛ ኣስወካ ኣብታ ኣሽምቲ ናይ ዓለም እንታይ ኮነ ምሕላብ ዲያም ክንምሕላ ኣለና ብፍልጠተይ ንሓወይ ኣይደቑሶን እየ ዝብል ከስኪ ፕሮሚስ ኣቶ ንሓወይ ኣይጎድኦን እየ ዝብል ሓፍዘ በልኩ ማለት እዩ ስለዚ ብፍልጠትኩም ክህነፅ እየ ብፍልጠተይ ክትህነፁ ኢኹም ማለት እዩ የሱስ ጎይታ እዩ ተሰማምዕና ዶ ብሩኻት እዚኣ እታ ሓቂ ካብቲ ኩሉ ዝስበኽ ኣብዚ ሓንቲ ሓቂ እዚኣ እያ ትማሊ ንሓደ ሰብ እንታይ ይኸውን? ትማሊ ንሓደ ሰብ ረኺበዮ ተዛሪብና። ሓደ ተዓፀኸ ሓደ ክፈት፣ ሓደ ተዓፀኸ ሓደ ክፈት፣ እዚ ተደቀስካ እቲ ይመፅእ ገለ ኢሉ ተናዊፁ ኮፍ ምበል ይገደደ ኮፍ ኢለ ይዕሎ ይዕሎ ኣለኹ ንህዝቢ ክፈቱ ንስኻስ መንፈስ ኣምላኽ ዘለካ ሰለኻ መንፈስ ኣምላኽ ዘለኪ ክስኹ እዚ ሰብ እዚ ግን ንእሽተ ምስ ዕለልኩ ሲ ክኸይኮል ኸይልን ኣብሪሂሞ ልናም ቻርች ገርካ ምን ቻርጅ ጌርካኒ ኢሉኒ ኣለኹ ለበኹ ከመይ ደብልዮስ ተሓጒሱ ተፈትሑ መስሓቂ ኮይኑ እስኪ ቻርጅ ዝኾነ ሎሚ ቻርጅ ኣይከኩምን ተትረአ ነይራ እኮ እታ ወሲኻ ኣላ እኮ እታ ከምዚ ባትሪ ወሲኻ ኣላ እኮ